ንሃገራት ኣፍሪቃን ኤውሮጳን ዓቢ ብድሆ ኮይንወን ዘሎ ፍልሰትን ንግዲ ዘይሕጋዊ ምስግጋር ሰባትን ዝግትኣሉ መንገዲ ኣመልኪቱ ዝዝቲ ሚኒስትራት ሃገራት ኣፍሪቃን ኤውሮጳዊ ሕብረትን ዝሳተፍዎ ዋዕላ ካብ ትማሊ ዕስራን ሸሞንተን ሕዳር ኣብ ርእሰ ከተማ ኢጣልያ ሮማ ክካየድ ጀሚሩ ኣሎ። ኣብቲ ዋዕላ ዝሳተፍ ዘሎ ላዕለዋይ ልኡኽ መንግስቲ ኤርትራ ድማ ኣብዚ ጉዳይ ዘሎ መርገጺ ኤርትራን ናይ ፍታሕ እማመን ብዝምልከት ሓሳቡ ሒዙ ቀሪቡ ኣሎ። ከም ዝፍለጥ ፍልሰት ኣህዛብ፣ Migration፣ ይኹን ንግዲ ዘይሕጋዊ ምስጋር ሰባት፣ Human Trafficking፣ ሕብረ ብዙሕ ደራኺ ጠንቅታት ዘለዎ ዝተሓላለኸ ኣህጉራውን ዓለማውን ተርእዮ እዩ። ብደረጃ ዓለም ዓመታዊ ሚልዮናት ሰባት ዝሓሸ ህይወት ንምንዳይ ብዝብል ሓሳብ ንሓደጋ ብዘቃልዕ ዘይውሑስ ኣገባብ ናብቲ ምድረ ገነት ተባሂሉ ዝሕለም ከባቢታት ዓለምና ክግዕዙ ይረኣዩ። ኣብዚ ዓመት'ዚ ጥራይ ኣስታት ዓሰርተ ሸውዓተ ሚልዮን ሰባት ንስደት ከም ዘምርሑ ጸብጻባት ሕቡራት ሃገራት የመልክት። ኣብዚ ሓደገኛን ዘይሕጋውን ጉዕዞ'ዚ፣ ኣብ ልዕሊ ደቂ ኣዳም ብዝያዳ ድማ ኣብ ልዕሊ መንእሰያት ዘጋጥም መከራ፣ ጭንቀትን መቕዘፍትን ጸዊኻ ኣይውዳእን። እዚ ኩነት'ዚ ኣብ ልዕሊ ዜጋታት ኣፍሪቃ ብሓፈሻ፣ ኣብ ልዕሊ ዜጋታት ቀርኒ ኣፍሪቃ ድማ ብፍላይ ዘውርዶ ዘሎ ሃስያ ብቐሊል ዝግመት ኣይኮነን። ቀዳማይን መሰረታውን ጠንቂ ፍልሰት ድኽነት ምዃኑ ዘካትዕ ኣይኮነን። ታሪኻዊ ድሕረ ባይታ ድኽነትን ድሕረትን ከኣ ቅድምን ድሕርን መግዛእቲ ኣብ ዓለምና ሰፊኑ ዝጸንሐ መዝማዝን ገባትን ቁጠባዊ ፖሊሲታት እምበር ድኻምን ስንፍናን ናይዞም ግዳይ ኮይኖም ዝርከቡ ኣህዛብ ኣይኮነን። ጠንቂ ፍልሰት ብቐንዱ እዚ ዝተጠቕሰ ረቋሒ ይኹን እምበር፣ ነዚ ኩነት'ዚ ብምምዝማዝ ኣብ ዝተፈላለየ ከባቢታት ዝተዘርግሐ መርበባት ንግዲ ዘይሕጋዊ ምስግጋር ሰባት፣ Human Trafficking፣ እውን ተወሳኺ መጋደዲ ረቋሒ ኮይኑ ይርከብ። ኣብ ርእሲ'ዚ ንፖለቲካዊ ዕላማታት ተባሂሉ ንኣዝየን ውሱናት ሃገራት ዒላማ ብምግባር ብገለ ሃገራትን ተሓባበርቲ ትካላትን ዝፍጸም ኣእምሮን ጉልበትን ናይ ምምጻይን ምምካንን ሸርሒታት እውን ናቱ ዘይነዓቕ ኣበርክቶ ኣለዎ። መርገጺ መንግስቲ ኤርትራ ኣብዚ ጉዳይ'ዚ ተደጋጊሙ ዝተገልጸ ኣዝዩ ንጹርን ጭቡጥን እዩ። ቅድም ቀዳድም እዚ ተርእዮ'ዚ ብዝተወሃሃደ መንገዲ ህጹጽ ፍታሕ ክርከበሉ ዘለዎ ሓደ ካብ ዓበይቲ ዓለማዊ ግድላት ምዃኑ ክእመነሉ የድሊ። ካብዚ ብህጹጽ ክውሰድ ዘለዎ ስጉምትታት ሓደ፣ ኣብ ንግዲ ምስግጋር ሰባት ዝተዋፈሩ ገበነኛታት ተኸታቲልካ ኣብ ሕጊ ከም ዝቐርቡ ብምግባር እዚ ገበናዊ ንጥፈት'ዚ ብቕልጡፍ ዝግታኣሉ መንገዲ ምፍጣር'ዩ። ኤርትራ ብዓቕማ ኣብ ከምዚ ዓይነት ንጥፈት ንዝተዋፈሩ ገበነኛታት ብጽኑዕ እናተኸታተለት ቀጻዒ ስጉምቲ ክትወስድ ጸኒሓ'ላ። መዳውብቲ ሃገራት ዝገብርኦ ክትትልን ዝወስድኦ ስጉምትን ምስ ዝወሃድ ድማ ዝያዳ ኣድማዒ ክኸውን ይኸእል። እቲ ካልኣይ ክውሰድ ዝግብኦ ኣገዳሲ ስጉምቲ፣ ነቶም ድሮ ሃገሮም ገዲፎም ዝተሰዱ ሰባት ናይ ምንባርን ምስራሕን መሰል ብምርግጋጽ ሞያን ፍልጠትን ቀሲሞም ናብ ዓዶም ተመሊሶም ዝነብሩሉ ኩነታት ምምችቻእ እዩ። እቲ ሳልሳይን መሰረታውን ፍታሕ ግን ኣብተን ግዳይ ናይዚ ሽግር እዚ ዝኾና ሃገራት ምዕሩይን ፍትሓውን ዕብየት ዘረጋግፅ መደባት ልምዓትን ቁጠባዊ ዕብየትን ምትግባር እዩ። እዚ ብቐንዱ ሓላፍነት ናይተን ሃገራት እኳ እንተኾነ ሃገራት ኤውሮጳ ኮነ ማሕበረሰብ ዓለም እንተድኣ ሓቀኛን ዘላቕን ፍታሕ ዝደልዩ ኮይኖም ሚዛን ብዘለዎ ጭቡጥ ደገፋት መደባት ልምዓት ናይዘን ሃገራት ንኽዕወት ብምትሕብባር ሰባት ብዕዮኦምን ጻዕሮምን ሃገራቶም ኣማዕቢሎም ኣብ መረበቶም ዝነብርሉ ኩነታት ኣብ ምፍጣር እወታዊ ተራ ክጻወቱ የድሊ። ምስዚ ተኣሳሲሩ ከኣ እቲ ንከም ኤርትራ ዝኣመሰላ ውሱናት ሃገራት ዒላማ ዝገበረ ኣእምሮን ጉልበትን ናይ ምምጻይ እኩይ ፖለቲካዊ ሽርሒታት ክእረም ይግባእ።